ሻሎም ሻሎም ኣሕዋትን ኣሓትን ኩላትኩም በሓር እንኳዕ ብደሓን መጻኹም ናብ ባህሪ ኣምላኽ ዩትዩብ ቻነል እዚ ካብቲ ካብ ባህሪ ኣምላኽ ዩትዩብ ቻነል ዝፍኖ ትምህርታት እዩ ናይ ሎመዓንቲ ትምህርትና ከዓ ሓድሽ ፍጥረትን መንግስቲ ኣምላኽን ዝብል ይኸውን ማለት እዩ ስለዚ ብጣዕሚ ኣዝዩ ገዳሲ ኣርእስቲ ዝኾነ ንክትከታተሉኒ ብክብሪ ዕድመኩም እግዚኣብሄር ሰናይ እዩ እግዚኣብሄር የፍቅረኩም እዩ እዚ ርእሲ እዚ ንኣብነት ብዙሕ ሰብ ይብሎ ሓድሽ ፍጥረት እየ ሓድሽ ፍጥረት እየ ሓድሽ ፍጥረት ኩላትና እውን ከምኡ ኢና ንብል መብዛሕትኡ ሰብ ዳርጋ ኣዕሚቑ ፍልጠት የብሉን ኣብዚ ጉዳይ እዚ ብዛዕባ እዚ ሓድሽ ፍጥረት ዝብሃል እንታይ ማለት ምዃኑ ክንፈልጦ ኣዝዩ ኣገዳሲ ኢና እሞ ምስ መንግስቲ ኣምላኽ ከ እንታይ ምትእስሳር ኣለዎ ስለዚ ዝምድና ሓድሽ ፍጥረትን መንግስቲ ኣምላኽን ወይ ሓድሽ ፍጥረት ኮይንካ ኣብ መንግስቲ ኣምላኽ ምምልላስ ከመይ ምዃኑ እዩ ከተኩርስ ትምህርቲ ናይ ሎም መዓልቲ እግዚኣብሄር ሰናይ እዩ ክብሪ ንኣምላኽ ንየሱስ ጎይታ እዩ ሓድሽ ፍጥረት ሲ እንታይ ይኹን ሕጂ ሓድሽ ፍጥረት እንታይ ማለት እዩ? ቀዳማይ ነገር ካብቲ ንዓኻ ብሉይ ዝኾነ ማለት ብሉይ ንዓኻ ክሳብ ሓድሽ ፍጥረት እንተ ኮንካ ካብቲ ንዓኻ ብሉይ ዝኾነ ግና ከጌና ኣብ ዓለም ዘሎ ኣተሓሳስባ ኣብ ዓለም እቲ ኣተሓሳስባ ኣሎ እስኻ ንዓኻ ብሉይ እዩ ሕጂ እቲ ኣተሓሳስባ እቲ ነርካዮ ኢኻ ከምኡ ዓይነት ኣተሓሳስባ ነሩካ ወይ ነሩኪ ብታይ ትሓብዛ ኣንታይ ዶ ትሓብዛ ብ ኣምላኽ ብዛዕባ ሰብ ብዛዕባ ርእስኻ ማለት ሰብ ክንብል ከለና ብዛዕባ ርእስኻ ብዛዕባ ካልኦት ሰባት ብዛዕባ ሂወትን መጻእን ካብዚ ካብዚ ብሉይ ዝኾነ ኣተሓሳስባ ብምሕረት ኣምላኽን ጸግኡን ሲ ዲሒንካን ወጽ ምውጻእን ኮይኑልካ ኣሎ ወይ ምድሓንን ምውጻእን ኮይኑልካ ኣሎ ስለዚ ምድሓንን ምውጻእን ምስ ኮነልካ ሓድሽ ፍጥረት ኮንካ እንታይ ማለት ሕጂ ሓድሽ ፍጥረት ኮንካ ምድሓንን ምውጻእን ኮይኑልካ ናበይ ናበይ ናብ መንግስቲ ኣምላኽ እዩ ስለዚ እቲ ሓድሽ ፍጥረት እንታይ ማለት ምዃኑ ክንርድኦና ኣተኪርና እንታይ ማለት ሓድሽ ፍጥረት ስለዚ ፍጥረት ነይሩ እዩ ፍጥረት ነርካ ኢኻ ሕጂ ሓድሽ ኮይንካ ኣለኻ ኣሃ እቲ ናይ ቀደም ሲ የብቅዕ ኣሎ ማለት ሓድሽ ነናይ እቲ ሓድሽ ዝብሎ ዘሎ ሕጂ እንታይ ስለኹ እንታይ ክትገብር ስለ ዘለኻ ሓድሽ ፍጥረት ኮይንካ ዘለኻ ናብ ምንታይ ንክኣቱ እዩ እንታይ ኮንካ ንክትመላለስ እዩ ስለምንታይ ከዩ እዚ ክርዳእና ኣለዎ እና ኩላትና ንፈልጦ ኩሉ ግዜ ከምዚ ኣነ ሓጢኣተይ ተሓዲግለይ ጎይታ ቅርይለ ሓጢኣተይ ኩነኔ የብለይን ኩሉ እዚ ቁኑዕ እዩ ግን እዚ እቲ መስርሕ ኮይኑ እቲ ዕላማ ግን ክፈልጦ ኣለና ተሓዲ ፍጥረት ምዃንካ ወይ ምዃንኪ ንምንታይ እዩ ክንፈልጦ ክንክእል ኣለና መጀመርያ እቲ ሓዲ ፍጥረት ክበሃል ከሎ ንኣብነት ኣብነት ኣለና ክነግረኩም ኣበይ ከም እትረኽብዎ እዚ ክሕብረኩም እየ ማለት እዩ እምበኣር ከ ንኣብነት ብለና ካልኣይ ቆሮንቶስ ምዕራፍ ሓሙሽተ ካብ ጥቕሲ ዓሰርተ ክሳብ ዓሰርተ ሸውዓተ ክንበልኩም እየ ቅድም ግን እምበኣር ከ ሓደ በጃ ኩሉ ሞት የሱስ ሲ በጃ ኩሉ እዩ መይቱ በጃይ ጥራይ ኮነ በጃኻ ጥራይ ኮነ በጃኻ ጥራይ ኮነ በጃ ኩሉ ኩሉ ፍጥረት ናይ ዓለም ሰብ ስሌኦም መይት የሱስ ስለዚ ኩላቶም ሞቱ ሕጂ እቲ ናቱ ሞት ናይ ሰብ ሞት ስነ ንሱ ከኣ ሰብ ኮይኑ እቲ ናይ ሰብ ሞት መይትዎ ማለት እዩ ስለዚ ስለዚ ኩላቶም ሞቱ ስለዚ ንሱ ናብ ሰብ ምስ ሓበረ ክመውት ከሎ ሰብ ምስኡ መይቱ ማለት እዩ ካብ እንብልሲ ኩላቶም ሞቱ ካብ ንብል ፍቕሪ ክርስቶስ ዘሪኽና እዩ ስለዚ ከምዚ ክትብል ክብል ከሎ ጳውሎስ ሃዋርያ ጳውሎስ ፍቕሪ ክርስቶስ ዘሪቶ ማለት እዩ ስለዚሲ እቲ ብሉይ ዝኾነ ሰብ መይቱ ኣሎ ይብላሉ ማለት ሕጂ የሱስ መጺኡ ሓቢሩ ምሱ መይቱ ኣሎ እዚ እቲ ፍቕሪ ኣምላኽ በኣልና እዚ ክብል ከለኹሲ እንታይ ክብል ደልየ እንተ ተጸለልና እዚ ሕጂ ምናልባት ኩሉ ሰብ መይቱ ትብል ኣሎ ኣል ኣነ መትኩን ብለካ ሰብ ግን እቲ ዝገበሮ ንኹሉ ሰብ ኮይኑ እቲ ሰብ ከኣ ምስኡ መይቱ ኣሎ ማለት እዩ እዚ ዝጽላለ ከምስል እንተ ተጸለልና ንኣምላኽ ምስ ቀልብና እንተኾንና እውን ናኻትኩም ኢና ገብረ ኣምላኽ የሱስ ጎይታ እዩ እንታይ ክብል ቅድሚ ኢልና ሕጂ ንቕጽል ጥቕሲ ዓሰርተ ሓሙሽተ ሻን ይብለና ድሕሪ ሕጂ እቶም ዘለዉ ነቲ ምእንትኦም ዝሞተን ዝተስእን እምበር ንርእሶም ምእንቲ ኸይነብሩ ንሱ ኣብ ክንዲ ዅላቶም ሞተ ስለዚ እምበኣር እቲ ናቱ ምሟት እምበኣር ንሱ ከሳግር ስለ ዝደለየ ንሱ ዝመውት ዘሎ መታን ንሶም ክነብሩ እውን እዮም ሕጂ እቲ ዝነብርዎ ግን ንዕኡ ምእንቲ ክነብሩ ኢሉ እዩ ንሱ ስሊኦም መይቱ እንታይ ይብል ኣሎ ነቲ ምእንትኦም ዝሞተን ዝተንስእን እምበር ንርእሶም ምእንቲ ከይነብሩ ንሱ ኣብ ክንዲ ኩላቶም ሞተ ስለዚ በቲ ብሉይ ናብራ መታን ከይነብሩ በቲ ናይ ብሉይ ህይወት ከይነብሩ ኢሉ ንሱ ነቲ ብሉይ ህይወት ከሙቶ መጽዩ ማለት ነቲ ብሉይ ህይወት ከርሕቆ መጽዩ ማለት ስለዚ ሕጂ ብሕጂ ድሕጂ ሰብ በኣል ብብሉይ ህይወት ክነብር ኣይኮነን ኣምላኽ ዘለዎ በቲ ብሉይ ኣይኮነን ክነብር

ብመንገዲ ስጋ ንሓደ እኳ ኣይንፈልጥን እዩ። ሕጂ ሰብ ዘይርድኣና ዘሎ ብመንገዲ ስጋ ክብል ከሎ ማለት በቲ ብሉይ ማለት እዩ በቲ ሓሙሽተ ህዋሳት ማለት በቲ ሰብ እዚ ህይወት ኢሉ ዝነብሮ ዝነበረ ርእሱ ዝልክዓ ዝነበረ ንኣምላኽ ዝልክዖ ዝነበረ ንኣምላኽ ዝዕቅኖ ዝነበረ ብዛዕባ ኣምላኽ ዝገልጾ ዝነበረ እሲ በዚ ማለት እዩ ተረድር ጳውሎስ እንታይ ደግም ካብ ሕጂ ብመንገዲ ስጋ ንሓደ እኳ ኣይንፈልጦን ኢና ንሓደስ ኣይፈልጥን ሕጂ በቲ ኣምላኽ ዝገበሮ እንታይ እዩ ሕጂ እምበኣር ሓደ በጃ ኩላቶም መተ ስለዚ ኩላቶም መቱ ካብ ንብልሲ ይብለ ስለዚ ኩሉ ሰብ መይቱ ከም ምዃኑ ትሪኦ ኣለካ ነዚ ሓቂ ሰ ዘይፈለጦ እዩ ናብዚ ሓቂ ዘይተንስአ ስለ ዝኾነ እዩ እምበር እቲ ጉዳይ ተወዲኡ እዩ እቲ ጉዳይ ተወዲኡ ቡሉ ያብቅዕ እዩ ግን ሰብ ስለ ዘይፈለጠ ነዚ ሓቂ እዚ ነዚ ሓቂ እዚ ክወጀሉ ኣለዎ ብኡ ክነብር ሽዑ ብኣምላኽ ክነብር ማለት እዩ ምክንያቱ ኣምላኽ ሓቢርዎ እዩ ኣብቲ ምዋት ናይ ሰብ ሰብ ምስኡ መይቱ ስለዚ ሓደ በጃ ኩላቶም መይቱ ማለት እዩ እቶም ዘለዉ ሕጂ ንርኡ ነቲ ዝሞተሎም ንርእሶም እንተ ከይነብሩ ኢሉ እዩ ንሱ መይቱ ስለተርና ደጊም ካብ ሕጂ ብመንገዲ ስጋ ንሓደ እኳ ኣይንፈልጦን ኢና። ንክርስቶስ ከኣ ምንም እኳ ብመገዲ ስጋ ፈሊጥናዮ እንተ ኾንና፣ ስለዚ በቲ ዓለም እተቕርቦ ንየሱስ ክርስቶስ ዝነበረት ብኸምኡ ርድኢት ነይርዎ። በቲ ሃይማኖት ማለት እዩ። ስጋ ክንብል ከለና ብኸምኡ እዩ። ንየሱስ ብስጋ እፈልጦ ነይሩ ንሱ ማለት እዩ። ብስጋ እፈልጦ ማለት እዩ። ጽሑፍ ኣንቢብካ ገለ ጌርካ ብመንፈስ ዘይኮነ፣ ብምግላጽ ዘይኮነ፣ ብስጋ ይፈልጦ ብምግላጽ ከኣ እዚ እቲ ናይ ሓዱሽ ፍጥረት እዩ ስለዚ በቲ ሓዱሽ ፍጥረት ክሪኦ እንከሎ ልዮ የሱስ እዩ መራሒ የሱስ እዩ ጎይታ የሱስ እዩ ንጉስ ኣብዚ መንግስቲ እዚ ማለት እዩ ብኸምኡ እዩ ሕጂ ካሊእ ንዓይ ሕጂ የሱስ ይብል ኣሎ ማለት እዩ ንክርስቶስ ከኣ ምንም እኳ ኣብ መንገዲ ስጋ ፈሊጥናዮ እንተኾንና ሕጂ ግና ከምኡ ጌርና ኣይንፈልጦን ኢና ክብል ከሎ እኮ ሕጂ ናይ የሱስ ክርስቶስ ምፍላጡ ንየሱስ ክርስቶስ ምፍላጥካ ንኻልእ ሰብ ሕጂ ብኸምኡ ክትርእዮ ኣለካ። ንምንታይ ብራሎ ስለዚ ሓደ እኳ ብክርስቶስ ተኣልዩ ንሱ ሓድሽ ፍጥረት እዩ። እቲ ሓድሽ ፍጥረት ዝፈለሞ የሱስ እዩ። እቲ ሓድሽ ፍጥረት ክክውን ዝገበሮ የሱስ እዩ። ክብሪ ንስሙ ይኹን። ስለዚ ንሱ ሓድሽ ፍጥረት እቲ ብሉይ ሓሊፉ እንሆ ሓድሽ ናይ ዝኾነ ሰብ ሕጂ እቲ ብሉይ ሓሊፉ እዩ ግን ነቲ ብሉይ ኣብቲ ብሉይ ተቐቢሉ ዝኸይድ ኣሎ፣ ነቲ ሓቂ ፈሊጥዎ ተገሊጽሉ ኣሚኑ ዝመላለስ ኣሎ፣ ጌና ከኣ ተወዲኡ እንከሎ ብሉይ ተወዲኡ እንከሎ በቲ ብሉይ ዝመላለስ ኣሎ፣ ተሓሳስብ ኣሎ፣ ሂወቱ ብኡ ዝመርሓ ኣሎ ማለት እዩ። ስለዚ በዚ ንስኻ ግን ከምኡ ክትሪኦ የብልካን ንሰብ ንሰብ ስኻ ነቲ ሓቂ ጥራይ ኢኻ ክትገልጸሉ ዘለካ፣ እቲ ሰብ ከምቲ ኣምላኽ ዝሪኦ ዘሎ፣ ኤምላኽ ክሪኡ እንከሎ መንገዲ ሓድሽ እዩ ዝሪኢ ብሉይ ኣይኮነን ዝሪኢ ዘሎ ኣምላኽ። ስለዚ እቲ ሰብ ግን ኣቡሉ ይመላለስ ኣሎ ሕጂ እምበኣር ኣብቲ ሓድሽ እንድሕር ሃሊኻ ኮንካ ንሰብ ሕጂ በቲ ክርስቶስ ምስሊ ናይ ክርስቶስ ትሪኦ ኣለካ ምክንያት እንታይ ይብለና ኣሎ ስለዚ ሓደ እኳ ብክርስቶስ ተኣልዩ ሕጂ እቲ ከመይ ትሪኦ ኣለኻ እቲ ሰብ ብክርስቶስ እንተ ደኣ ኮይኑ ንሱ ሓድሽ ፍጥረት ይብላ ኣሎ ሕጂ ስለዚ ብዛዕባ ንኣመንቲ ይዘረብ ዘሎ ሕጂ ካልእ ከዓ ደጊም ካብ ሕጂ ብመንገዲ ስጋና ሓደ እኳ ኣይንፈልጦን ኢና ከዓ ኢሉ ስለዚ ኣምላኽ ሕጂ መንገዲ ስጋ ንሰብ ክትፈልጦ የድልየካ፣ ንሰብ ክትሪኦ የድልየካ። ክርስቶስ ክመላለስ ከሎ ንሰብ ብስጋ ኣይኮነን ዝርእዮ ነይሩ፣ ከም ትቦ ዝርእዮ ብመንፈስ እዩ ዝርእዮ ነይሩ ማለት እዩ። ነቲ ዝሰርሖ ስራሕ ይርኢ ነይሩ፣ ነቲ ዝሰርሖ ስራሕ ከኣ ነቲ ብሉይ ከብቅዕ ምዃኑ ይርኢ ነይሩ፣ ኣብቂዑ ከኣ ስለ ዝኾነ ሕጂ ነቲ ሰብ ሕጂ ኮይኑ ተወዲኡ ኢልካ ጸርዎ ማለት እዩ። ክብሪ ንኣምላኽ ንየሱስ ጎይታ እዩ። እዚ ሓድሽ ፍጥረት እምበኣር ከመይ ምዃኑ ሕጂ እዚ ካብ ተረድኣና ካብ ምንታይ ማለት ካብቲ ብዛዕባ ርእስኻ ብዛዕባ ኣምላኽ ዘለካ ብዛዕባ ሰባት ዘለካ ኣተሓሳስባን እምነትን እዩ ብሉይ ነይሩ ሕጂ ግን ሓድሽ ይንዓኻ ስለዚ ሓድሽ ፍጥረት ክትብል ከለኻ እምበኣር ኣተሓሳስባኻ እምነትካ ከምቲ ናይ ብሉይ ኣይኮነ እቲ ናይ ብሉይ ማለት ከዓ እቲ ሲስተም ኣብዚ ዓለም ዘሎ ማለት እዩ ብኣምላኽ ወገን ተወዲኡ እዩ። ስራሕ ሕጂ ብክርስቶስ ምእማንካ፣ ስራሕ ሕጂ ብክርስቶስ ምእማንኪ ኣብቲ ሓድሽ ፍጥረት ትኣቱ ኣለኻ። ስለዚ ኣብቲ ሓድሽ ፍጥረት እንድሕር ኣቲኻ ከመይ ጌርካ ከም ትመላለስ ከም ርኤና ሕጂ። እዚ እዩ እቲ ሓድሽ ፍጥረት ዝብሎ ዘሎ ጎይታ ማለት። ብዛዕባ ኣምላኽ፣ ብዛዕባ ርእስኻ፣ ብዛዕባ ካልኦት ሰባት፣ ብዛዕባ ምንባር ህይወት ትርጉሙ ትምኮሮ ሕጂ። እቲ ሓቀኛ ዝብሃል ህይወት ብመንፈስ ምንባር። ትሞኮሮ ማለት እዩ እቲ ኣርቲፊሻል ዝኾነ ህይወት እዩ ማለት እዩ ሓቀኛ ዘይኮነ ህይወት ስለዚ እዚ ከዓ እንታይ ነይሩ እቲ ሽግር ካብ መጀመርታ ግነት ኤደን ክሪኦ ከለና ማለት እዩ ሰብ ካብ ኣምላኽ ወፂኡ ባዕሉ ክመሃርስ ክጅምር ከሎ ኣብዚ ትቡሉ ይጀሚሩ ማለት እዩ ካልእ ነዚ መግረፂ ዝያዳ መብርህ ዝኸውን ዳግም ክፍጠር ከሎ ሰብ ተኸፋሊ ኣብ ባህሪ ኣምላኽ እዩ ዝኸውን ካብቲ ናይ ባህሪ ኣምላኽ ተኸፋሊ ኢኻ ትኾን ሓንቲ ትፍጥር ክትከውን ከለኻ ንሕና ጥራይ ሓድሽ ፍጥረት ኢና ማለት ናይ ኣምላኽ ባህሪ ኣለካ ማለት እዩ ብሓጺሩ ነዚ ንኽትከውን እዩ ምክንያቱ የሱስ ክርስቶስ ብኡ ንኽትነብር ናቱ ህይወት ዝሃበ ማለት እዩ ስለዚ ተኻፋሊ ባህሪ ናይ ኣምላኽ ካልኣይ ኤፌሶ ምዕራፍ ክልተ ጥቕሲ ዓሰርተ ከምዚ ይብለና ፍጡራት ኢና እሞ ነቲ ኣምላኽ ክንመላለሰሉ ኢሉ ቀደም ዘዳለዎ ሕጂ ዘዳለዎ ኣይኮነን ቀደም ዘዳለዎ ኣምላኽ ቀደም ዘዳለዎ እዩ ነይሩ እዚ ሰብ ክመላለሰሉ ዘለዎ ዘዳለዎ ኣምላኽ ሰብ ግን ካብኡ ወፂኡ ነይሩ መጺኡ ክርስቶስ እምበኣር ዘዳለዎ ሰናይ ግብሪ ብክርስቶስ የሱስ እተፈጠርና ኢና ማለት እዩ። ሕጂ ክርስቶስ እምበኣር ናብቲ ክብሪ ይመልስ ማለት እዩ። ክብሪ ንስሙ ይኹን። ብእኡ እታ ክብርቲ ዓባይን ተስፋን ዝረኸብና ኣብ ዓለም ብትወት ስጋ ካብ ዘሎ ጥፍኣት ወጺእኩም ተማቐልቲ እቲ ኣምላኻዊ ባህሪ ምእንቲ ክትኮኑ እዩ። ስለዚ ተማቓሊ ናይ ኣምላኻዊ ባህሪ ኢኻ ትኸውን ዘለኻ። ሃይማኖተኛ ክትከውን ኣነ ድሒነ ሓዲሽ ፍጥረት ኮይነ ኢልካ ደው ምባል ዘይኮነስ ባህሪ ናይ ኣምላኽ ከም ዘለካ፣ ነቲ ባህሪ ናይ ኣምላኽ ከኣ ከንጸባርቕ ክትመላለስ ከለኻ እዩ። ኣብ ምምላስካ ይንጸባረቕ። ምኽንያቱ ባህሪ እንድሕር ኣልዩ ክርኣ እዩ ማለት እዩ። ስለዚ እዚ እዩ እቲ ነይሩ እቲ ካልኣይ ጴጥሮስ ምዕራፍ ሓደ ጥቕሲ ኣርባዕተ እንታይ ይብል? ብእኡ እታ ክብርትን ዓባይ ተስፋ ዝረኸብና ኣብ ዓለም ብፍትወት ስጋ ካብ ዘሎ ጥፍኣት ወጺእኩም ምውፃእ እዩ ሕጂ ኮይኑሉ ዘሎ ምውፃእ ኮይኑሉ ወፂኻ ኣብ ካልእ ትኣቱ ኣብቲ ናይ ኣምላኽ ህይወት ኣቲኻ ትማልእ እዚ ተሓድሽ ፍጥረት ተማቐልቲ ስለዚ ክትወፅእ ከለኻ ተማቓሊ ንክትከውን እዩ ተማቓሊ ባህር ናይ ኣምላኽ ትከውን ተሓድሽ ፍጥረት እምበኣር ተማቓሊ ባህር ናይ ኣምላኽ እዩ ማለት ብሓፂር ስለዚ እሱ እዩ ከዓ እቲ ሪያሊቲ እቲ ሓቂ ዝኸውን ንዓኻ ንሱ እዩ እቲ ሓቂ ዝኸውን ዘሎ ንዓኻ ንሱ እዩ ምክንያቱ ክውን ኮይኑ ብሞት ትንሳኤን ናይ ኢየሱስ ክርስቶስ ክብርን ስምን ይኹን። ስለዚ ሞትን ትንሳኤን ናይ ኢየሱስ ክርስቶስ ንሱ እዩ ሓድሽ ፍጥረት ኣምጺኡ። እቲ ሓድሽ ፍጥረት ምምጽኡ ከኣ ንስኻ ባህሪ ናይ ኣምላኽ ክትማቐል ይገብረካ ማለት እዩ። እቲ ሓድሽ ፍጥረት ዝብሎ ከኣ ሓድሽ ኣተሓሳስባ፣ ሓድሽ ህይወት፣ ሓድሽ ናብራ፣ ሓድሽ እምነት ብዛዕባ ኣምላኽ፣ ብዛዕባ ርእስኻ፣ ብዛዕባ ሰብ ካልእ ብኡ ክትመላለሰሉ መዲብዎ ዝነበረ ኣምላኽ ጥራይ ከይ ሕድር ክርስቶስ ኢየሱስ። ክብል ምስሉ እዩ። ሰብ ምስ ወጸ ብኣዳም ምስ ወደቐ ብኣዳም እዚ ነገር እዚ ምስ ፈረሰ የሱስ ክርስቶስ መጺኡ እምበኣር ሕጂ ዳግም ኣምጺ ክብል ምስሉ እዩ። ዳግም ምውላድ ማለት እዩ። ካልእ እዚ ናይ ሓድሽ ፍጥረት ህይወት ብእኡ እዩ ዝንበር። ካልእ ከኣ ሓድሽ ፍጥረት ኮይኑ እየ ኢልካ ስለ ቸርች ኢልካ ክንዲ ቦታ ስለ ተመላለስካ ኣይኮንካን። እቲ ምንባር ኣሎ እቲ ትነብሮ ከዓ ብኡ ኢኻ ትነብሮ ማለት ስለዚ እምበኣር ሕጂ ስለ ኣብ ሓደ ቦታ ስለተመላለስካ ስለዝዘመርካ ዝፀለኻ ዘይኮነ እቲ ሓዱሽ ፍጥረት እቲ ሓዱሽ ፍጥረት ዝበሃል ብኣምላኽ ትነብሮ ህይወት እዩ ቅዱስ ይኹን እስኻ ትኽእሎ እስኻ ትገብሮ እስኻ ትነብሮ ኣይኮነን ካልእ ባህሪ ናይ ኣምላኽ እዩ። እዚ ባህሪ ናይ ኣምላኽ ከኣ ክትመላለሰሉ ኣምላኽ ዘዳለዎ እዩ። ወንጌል ዮሃንስ ምዕራፍ ሽዱሽተ ቁጽሪ ሓምሳን ሸውዓተን ከምዚ ይብለና ህያው ኣቦ ከም ዝልኣኸኒ እሞ ኣነ ስለ ኣቦ ብህይወት ከም ዘለኹ እምበኣር የሱስ ክርስቶስ ኣነ ኣቦ ኣቦ ከኣ ኣባይ ይብል ነይሩ ሕጂ ስለዚ እምበኣር ሓድነት እዩ ዘግልግል ዘሎ። ከምኡ ኸኣ እቲ ዝበልዓኒ ስለይ ብህይወት ክነብር እየ። ምኽንያቱ ንሱ ስለ ዝሞተ ንስኻ ሕጂ ትነብሮ ዘለኻ ንስኺ ትነብርዮ ዘለኺ ንኡ እዩ ክኸውን ዘለዎ ማለት እዩ። ከምቲ የሱስ ክርስቶስ ርእሱ ዘግዝአ ንኣምላኽ ርእሲ ዘግዝአ ነቦኡ በቦኡ ዝነብር ዝነበረ ከምኡ ኸኣ ንሕና ንየሱስ ክርስቶስ ምስ በላዕናን የሱስ ክርስቶስ ምስ ረኸብናን የሱስ ክርስቶስ ምስ ተቐበልና ብኡ ኢና ክንነብር ይብለና ኣሎ እቲ ሓድሽ ፍጥረት ክንብል ከለና ክርድኣና ክእል ኣሎ ሓድሽ ፍጥረት የለ ክትብል ኣለካ ብክርስቶስ እያ ክትነብር ዘለካ ማለት እዩ እቲ ብክርስቶስ ምንባርካ እምበኣር ከመይ ጌርካ ትነብሮ ከዓ ክንዛረብ ኢና ሕጂ ስለዚ ብክርስቶስ ኢኻ ትነብሮ ኢልና ሓደ ካልኣይ ከዓ ብክርስቶስ እዩ ክኽውን ኮይኑ ኢልና ካልእ ከኣ ንሱ መይቱ መታን ንስኻ ንዕኡ ክትነብር እቲ ኸማቓሊ ወይ ተኻፋሊ ባህሪ ናቱ ከኣ ኮይንካ ኣለኻ ማለት እዩ ተኻፋሊ ባህሪ ካብ ኮንካ ከኣ ባህሪ ናይ ክርስቶስ ክንጸባረቕ ኣለዎ ኣብ ህይወትካ ማለት እዩ ካልእ ካብቲ ናይ ቀደም ከም ዝሞትካ ተረዲኡካ ምሽና ኩላቶም መይቶም ካብ በለ ስለዚ ንስኻ መይትካ ከም ዘለኻ ካብቲ ናይ ቀደም ንሕሉፍካ ዘይምዝካር ወይ ዘይምፍቃድ ኣብ ህይወትካ ካልኣይ ግዜ ኣይትፍቀደሉ ክምለስ ኣብ ህይወትካ ነቲ ሕሉፍ ነቲ ቀደም ንብሉይ ዝተባህለ ንዓኻ ብሉይ ኮይኑ ጌና ሕጂ ግን ኣብ ዓለም ዝሰርሕ ዘሎ ንምንታይ ኣይትምለሶ ዝብል ዘለኹ ክምለስ ኣይትፍቀድ ዝብል ዘለኹ ምኽንያቱ ጌና ኣብ ዓለም ኣሎ ንስኻ ወጺኻ ዘለኻ ምውጻእ ኮይንልካ እምበር ኣሎ እቲ ኣተሓሳስባ እቲ ንስኻ እውን ኔርካ ኢኻ ሕጂ እውን ከምኡ ክትመላለስ ትኽእል ኢኻ የሱስ ጎይታ እዩ ምኽንያቱ ክትገድፎ የብልካን ኣባኻ ነቲ ሕሉፍካስ ኣይትዝክሮ ካብ ክብሪ ናብ ክብሪ ናብ ምስሊ ኣርኣዩ ወይ ድማ ናብ ምስሊ ክርስቶስ እናተለወጥካ ንክትከይድ ከዓ ናይ ቀደምካ ኣይኮነን ዝድልየካ ኣተሓስባ ናይ ቀደምካ ኣይኮነን ዝድልየካ ንመንፈስ ምእዛዝ ዝድልየካ ነቲ መንፈስ ቅዱስ ኣብ ውሽጢካ ዘሎ ንዑ ሰሚዕካ ክትእዘዝ ዝደልየካ እምበር ብሕጊ ምምልላስ ኣይኮ እቲ ሕጊ እኮ ኣብቲ ብሉይ እዩ ዘሎ ኣብቲ ብሉይ ዘሎ ሕጊ ከዓ ንኣምላኽ ኣየኽብርን እዩ ማለት እዩ ስለዚ እቲ ንኣምላኽ ዘየኽብር ማለት ከኣ ካብ ገዛእ ርእስኻ ባዕልኻ ትጽዕሮ ባዕልኻ ከኣ እዚ ከምዚ ክኾን ኣለዎ ከምዚ ክኾን እዚ ከምዚ እዩ እዚ ከምዚ ኣይኮነን ካብታ ክፉእን ጽቡቕን እተፍልጥ ኦም ምብላዕ ማለት እዩ ንስኻ ባዕልኻ ህርድግ ኢልካ ባዕልኻ ጻዕረኛ ኮንካ ትገብሮ ካብታ ሕማቕን ጽቡቕን እተፍልጥ ኦም ምብላዕ ኣላ ኣምላኽ ግን ንክርስቶስ ክትበልዖ ይደልየካ ንክርስቶስ ነቲ ንዓኻ ሓድሽ ፍጥረት ንክኸውን ዘብቅዓካ ንክትከውን ሓድሽ ፍጥረት ንክትከውን ዘብቅዓካ የሱስ ክርስቶስ ንዕኡ ክትምገብ እዩ ዝደልየካ ኦም ማለት ንዕኡ ክትበልዕ ኣለካ ኣንጻር እቲ ንዓይ ዝበልዓኒ ብኣይ ብሂወት ክነብር እዩ ስለዚ እቲ ብሂወት ምንባርካ ንየሱስ ክርስቶስ ምብላዕ እዩ እምበር ብካልእ ኣይኮነን ንየሱስ ክርስቶስ ምምጋብ ማለት እዩ ንዕኡ ምስማዕ ማለት እዩ መንፈስ ቅዱስ ንመንፈስ ቅዱስ ድምፂ መንፈስ ቅዱስ ኣብ ሂወትካ ምእዛዝ ማለት እዩ የሱስ ጎይታ ክብርን ኣምላኽ ይኹን ስለዚ ብዙሓት ሰባት ኣነ ዝሰምዖ ኣለኹ ሃይማኖት እዩ ወዘቱ ሃይማኖት እዩ ሃይማኖት ከዓ ንቅድሚት ፈልከት ኣየብለካን ኮለል ኢኻ ሸንኮለል ኢኻ ትብሎ ከምቲ ኣምላኽ ዝሪኦ ዘሎ ክትርኢ ኣይሓድገካን እዩ ሃይማኖት እሱር እዩ ዝገብረካ ኣብ ብሉይ ከዓ እሱር ትኸውን ኣብቲ ብሉይ ኣብቲ ውዱቕ ዓለም ኣብኡ ኮንካ ትመሃለስ ክብሪ ንኣምላኽና የሱስ ጎይታ እዩ ስለዚ ብሕጊ ምምላስ ኣይኮነን ጋላትያ ክልተ ዕስራ ከምዚ ይብል ሃዋርያ ጳውሎስ እዚ ነገር ስለ ተረድኦ ተረዲእዎ እዚ ሓቂ እዚ ይዛረብ ኣሎ ይምስክራሉ እንታይ ኢሉ ግና ከክርስቶስ እዩ ኣባይ ዝነብር ዘሎ ከምቲ ብኣይ ዝነብር ዝበሎ የሱስ ክርስቶስ ከምኡ ኢሉ ከምቲ ዝለኣኸኒ ኣነ ከምቲ ዝለኣኸኒ ኣቦ ብኡ ዝነብር ዘሎ በቲ ዝለኣኸኒ ኣቦ ዝነብር ዘለኹ ኢሉ እቲ ብኣይ ዝኣመን ከኣ ወይ ድማ እቲ ንዓይ ዝበልዓኒ ከኣ ብኣይ ብህይወት ክነብር እዩ። ከምኡ እንዲብና እንተ ወንጌል ዮሃንስ ሽዱሽተ ሓምሳን ሸውዓተን እቲ ዝበልዓኒ ስለይ ብህይወት ክነብር እዩ ብኣይ ብህይወት ክነብር ወይ ስለይ ብህይወት ክነብር ማለት እዩ። ሕጂ ንሱ ኸኣ ከምኡ ነይሩ። እንታይ ኢሉ? ህያው ኣቦ ከም ዝልኣኸኒ እሞ ኣነ ስለ ኣቦ ብህይወት ከም ዘለኹ ሕጂ ስለዚ ሕጂ እዩ ከም ዘለኹ እዩ ሕጂ ንዓኻ ከምኡ ሕጂ እትመላለሶ ዘለኻ ንዑ ምምጋብካ ይኸውን ዘሎ ንዑ ምብላዕካ ይኸውን ዘሎ ሓንሳብ ኮይነካ ክርስቲ ምክንያቱ ክርስ ሕጂ ግና ክርስቶስ እዩ ኣባይ ዝነብር ዘሎ እምበር ደጊም ኣነ ይኮንኩን ዝነብር ዘለኹ እዚ ሕጂ ብስጋ ዝነብሮ ዘሎኹ፣ እዚ ሕጂ ግኡዝ ዝርኣ ዘሎ ህይወተይ፣ ብእምነት በቲ ዘፍቅረኒ ምእንታይ እውን ነፍሱ ዘሕለፈለይ እያ። ከምቲ ኣንተ ኢልና ንሱ ምእንትኡ ነፍሱ ስለ ዘሕለፈ፣ ሕጂ ክርስቶስ እዚ ሕጂ ጳውሎስ ብክርስቶስ ይነብር ኣሎ፣ ንክርስቶስ ይነብር ኣሎ። ምክንያቱ እንታይ ኢሉ? ምእንታይ እውን ነፍሱ ዘሕለፈለይ ወዲ ኣምላኽ እየ ዝነብር ዘለኹ። ስለዚ ኣሚኑ ምስ ኣመነ ከም ዝሞተ ተረዲእዎ ንሱ ሕጂ ዝነብሮ ዘሎ እምባ ብክርስቶስ የሱስ ምዃኑ ተረዲእዎ እቲ ምንባሩ ሕጂ ነቲ ዝሞተሉ ምዃኑ ፈሊጡ ይነብር ኣሎ ማለት እዩ ክብሪ ኣምላኽ ስለዚ ክትፈልጥ ኣለካ ንመን ኢኻ ትነብር ዘለኻ እቲ ምንባርካ ንየሱስ ክርስቶስ ክኸውን ዘለዎ ምክንያቱ ንሱ እዩ ነፍሱ በጃኻ ስለ ዘሕለፈ ንሱ ሓድሽ ፍጥረት ክውን ዝገብሮ ንሱ እዩ ንዓኻ ምምላጥ ዝኾነልካ ምምላጥ ዝገብረልካ ንዓኻ ንሱ የሱስ ክርስቶስ እዩ ስለዚ እዚ ክርድኣካ ወይ ክርድኣኪ ክኽእል ኣለዎ ካልእ ትንቢት ኢሳያስ ኣርብዓን ሰለስተን ከምዚ ኢሉ ኣሎ ነቲ ጥቕሲ ዓሰርተ ሸሞንተ ዓሰርተ ትሽዓተ ነቲ ቀደም ዝነበረ ኣይትዘክሩ ነቲ ኣዳማዊስ ኣይትዘክሩ ነቲ ኣዳማዊ ነቲ እዚ ግዙእ ዓለም እዚ ሕማቕ እዚ ጽቡቕ ዝበሎ እዚ ከምዚ እዩ ኣምላኽ ዝበሎ እዚ እዩ ህይወት ዝበሎስ ንዕኡ ኣይትዘክሩ ብኡ ትመላለሱ ኔርኩም ዲኹም ዋላ ሃይማኖተኛታት ኴንኩም ኔርኩም ዲኹም ኣይኮነን ሕጂ ኣነ ሕጂ ከምዚ እንታይ መሰልኩ ኣነ ኣማኒ ድየ እሞ ንዓይ ይምልከተና ይመልከተካ ንዓኻ ነቲ ቀደም ዝነበረ ኣይትዘክሩ ይብል ኣሎ ንኣማኒ ይዘረብ ነቲ ናይ ጥንቲ ከዓ ኣይትሕሰቡ ምስ በለ እንሆ ቁጥሪ 19 ምዕራፍ 4 ሰለስተ ነው እሺ 19 እንሆ ሓድሽ ነገር ክገብር እየ ሕጂ ትቦቁል ኣላ ሓድሽ ነገር ሓድሽ ፍጥረት ይገብር ኣሎ ኣይተለልይዋን ዶ ኢኹም ትሪኦ እኳ ኣለኻ ሕጂ ስኻ ካበይ ኣምጺኻ እዚ ተሓሳስባ እዚ ካበይ ኣምጺኻ እዚ ህይወት እዚ ካልኦት ካሪኡ ትሪኦም ኣለኻ እንዲኻ እወ መገዲ ኣብ በረኻ ሰብ ጠፊእዎ ኣሎ ንስኻ እቲ መንገዲ ረኺብካዮ ኣለኻ ምምልላስ እዩ ወሓይዝ ድማ ኣብ ምድረ በዳ ክነብር እየ ወሓይዝ ዕጋበት ኣሎ ኣብ ምድረ በዳ ወሓይዝ ርውየት ኣሎ ስለዚ ርውየት ብኣምላኽ ትረክብ ስለዚ ካብ ወጻኢ ካብ ወሓይዝ ካብ መንፈስ ቅዱስ ዕጋበት የለን። ሓርኮትኮት ኣሎ። ሰብ በቲ ዝረኣይ ዝልክዕ እንሓድሕዱ ንስኻ እውን ከምኡ ኢኻ ትልክዕ ካብዚ ኣተሓሳስባ እዚ ውጻእ ይብል ኣሎ። ኣይትዘክሮን ነዚ ነገር እዚ ኣይትዘክሮን ነቲ ናይ ጥንትኻ ኣይትሕሰብ ይብሎ ኣሎ። ካልኣይ ቆሮንቶስ ምዕራፍ ሰለስተ ዓሰርተ ሸሞንተ ከኣ ከምዚ ይብለና ኣብኡ ማለት ንሕና ኩላትና ግና ብቕሉዕ ገጽ ነቲ ክብሪ ጎይታ ከም መስትያት ጌርና እናጠመትናዮ ኢሉ ከም ካብ መንፈስ ጎይታ ሕጂ ስለዚ ካብ መንፈስ ጎይታ እዩ ትርእሲ ካብ መንፈስ ቅዱስ እዩ ትምምላስካ ክኸውን ዘሎ ካብ ክብሪ ናብ ክብሪ ናብቲ ምስሊ ኣርኣዩ ስለዚ ብሕጊ ምምላስ ካብ ክብሪ ናብ ክብሪ የለን ኩነነ እዩ ዘለዎ ኩሉ ግዜ ንስኻ ክትነብሮ ዘለካ ግን እቲ ክብሪ ግን ክትፈልጦ ኣለካ ካብ ክብሪ ናብ ክብሪ ናብ ምስሊ ኣርኣይኡ ንልወጥ ኣለና ምክንያቱ ብኡ ኢካ ትነብር ሂወት ስሊኡ ኢካ ትነብር ብሂወት ስለዚ ናብ ምስሊ ኣርኣይኡ ኢካ ክትልወጥ ዘለካ እቲ ምልዋጥካ ከኣ ብምሕላው ሕጊ ዘይኮነስ በቲ እዚ ትግበር እዚ ትግበር እዚ ሕማቅ እዩ እዚ ጽቡቅ እዩ እዛ ሕማቅን ጽቡቅን ተፍልጦም ዘይኮነሲ ብኣምላኽ ምንባር እዩ የሱስ ጎይታ ክብሪ ኣምላኽ ንሰብ ንፍለጦ ሓድሽ ፍጥረት እንታይ ማለት ምዃኑ ሓድሽ ፍጥረት እንታይ ማለት ምዃኑ ሓድሽ ዓለየት እዩ እቲ ክንሪኦ ኢና ሕጂ ዝርዝር ክመጽእ እዩ ኣብ ገላት ኣብ ስለዚ ኣብ ገላትያ ምዕራፍ ሽዱሽተ ካብ ጥቕሲ ዓሰርተ ኣርባዕተ ክሳብ ዓሰርተ ሓሙሽተ ከምዚ ኢለና ብክርስቶስ የሱስ እቲ ሓድሽ ፍጥረት ደኣ እዩ እምበር ግዝረት ኮነ ወይ ዘይግዝረት ሓደ ገዛዕ እዩ እቲ ሓደ ትርጉም የብሉን ተገዘር ኣይትገዘር እዚ ሓሉ ኣይትሓሉ እዚ ፅቡቕ እዚ ሕማቕ ምፍላጥካ ዘይኮነ እቲ ርእስቲ እቲ ናይ ኣምላኽ ህይወት ክትፈልጦ ኣለካ እቲ ናይ ኣምላኽ ህይወት ከመይ ይመስል እሱ ኸኣ ካብኡ ትቕበሎ ህይወት እዩ፣ ብኡ ትነብሮ ህይወት እዩ፣ ብኡ ትመላለሶ ህይወት እዩ። በቲ መስቀል ጐይታ የሱስ ክርስቶስ ዓለም ብኡ ንኣይ ተሰቕለት። ብኸምኡ እዩ ሕጂ ዓለም ንእኡ ብኣይ ተሰቕለት፣ ኣነ እውን ንዓለም እንተ ሰቐልኩ፣ እንተ ዘይኮይኑስ ትምክሕቲ ዘበለ ካባይ ይርሓቕ። ስለዚ ምምካሕካ ብመስቀል ናይ የሱስ ክርስቶስ ይኹን። እቲ መስቀል ማለት ምኽንያቱ ዓለም ንሱ ዓለም ብኡ ንኣይ ተሰቕለት። ዓለም ብኡ ወይ እያ ከምዚ ሕጂ ክንርድኦ ኔስ ክርስቶስ ክስቀል ከሎ ዓለም ፈንፊናቶ ማለት እዩ ምክንያቱ ንሱ ካልእ ሲስተም እዩ ምጽኡ ካልእ እምነት እዩ ምጽኡ ካልእ ህይወት እዩ ካልእ ህይወት ክብል ከለኹ እቲ መንገዲ ኣምላኽ ማለት እያ ኣነ ሳው ንዓለም እተሰቐልካ እንተዘይኮይኑስ ትምክሕትኻ ካልእ የብልካ ትትምክሕቲ ናትካ ንኣምላኽ ምፍላጥካን ንዓለም ምንዓንካን እዩ ነቲ ዓለም ተቕርቦ ትምኒታት ኩሉ ካብ ዓለም ክመጽእ ዝኽእል ካብቲ ኣሰራርሓ ካብቲ ናይ ኣዳም ዝመጸ ተተኽለ መንግስቲ ድሕሪ ምውዳቕ ዝመጸ ኩሉ እዚ እዩ እቲ ብሉይ ዝበሃል ዘሎ። ንስኻ ሕጂ ወይ ንስኺ ሕጂ ኣብ ሓድሽ ፍጥረት እንድሕር ኴንካ ግን ካልእ ፍጥረት ኢኻ ማለት እዩ። ካልእ ፍጥረት ኢኻ። የሱስ ጎይታ እዩ። ስለዚ እዚ ትምክሕቲ ኢና ኢሉ ማለት ካልእ ሓድሽ ፍጥረት ኴንካ በዚ ዝተጠቕሰ ኣገባብ ማለት እዩ። በዚ ናይ ኣምላኽ ህይወት ነብር ከለኻ እቲ ካይዳኻ ንዕኦምስ ጊንጢሉ ዝኾኖ ማለት ፓራድ እንታይ እዚ ይብሉ ማለት ሕጂ ከመይ እዚ ይብሉ ሕጂ ኩሉ ግዜስ ግርጭት ኣሎ እርስኻ ትመርጾ ምርጫታት ንስኻ ሓደ ህይወት ኣሎ ዝተቐበልካዮ ነዚ ህይወት ዝመሳሰል እቱ ብሉይሲ ምስዚ ሓዱሽ ርእሰ ዘለካ ሳኤን መሃሰልን ሰብ ዝኾነ ሳኽ ደብሮ እንድሕር ጀሚርካ ትማል እንድሕር ጀሚርካ ተቃውሞ እዩ ክመፀካ እዩ ምክንያቱ ካልእ እዩ ንሱ ንዕኡ ዶ ሕሞ ንዓኻ ይሕመካ እዩ ንዓኻ ንዕኡ ዶ ሰቆ ንዓኻ የሳቅካ ንዕኡ ዶ ብክዮ ንዓኻ ይብክየካ እዩ ንዕኡ እሱ ዓወት ዝብሎ ንስኻ ዓወት ኣይትብሎ ኣይኮንካን ትብሎ እንታይ ማለት እዩ ሕጂ ናይ ኣምላኽ ኢኻ ማለት እዩ። እቲ ናይ ኣምላኽ ምዃን ንየሱስ ክርስቶስ ምምሳል ማለት እዩ። የሱስ ክርስቶስ ክትመስል ከሎ ከኣ ዓለም ንዒቓቶ። እንታይ እዩ እቲ ዓለም ንዒቓቶ? እቲ ናታ መለክዒታት ንሱ ፍሪስዎ። ናይ ኣምላኽ ነይሩ መለክዒ። ሃሌሉያ የሱስ ጎይታ እዩ ክብሪ ንኣምላኽ። ነዚ መለክዒ እዚ እዩ ዘለካ ንስኻ ወይ ዘለኪ። እዚ ክርድኣካ ክኽእል ኣለዎ። ምኽንያቱ ተቓውሞ የጋጥመካ ካብ ዓለም በቲ ጋብ እዚ ሓድሽ ፍጥረት ክትከይድ ከለኻ። ከምኡውን ካብቲ ዘይተለወጠ ወይ ድማ ሃይማኖተኛ ዝኾነ ሰብ ውን ንዕቀት ተቓውሞ የጋጥመካ እዩ። ብዙሕ ነገራት ከምኡ የጋጥመና ኣሎ። ሓደ ሰብ እንድሕር ዘይስጉም ኣልዩ ሓድሽ ፍጥረት እየ ኢሉ እንድሕር እቲ ትርጉም ናይ ሓድሽ ፍጥረት እንድሕር ዘይተረዲእዎ ኣልዩ እንዳበለ ሃይማኖተኛ እዩ ዝኸውን። ስለዚ ከይደ እንድየ ሕጂ ቸርች ከይደ እንድየ ኣብኡ ከምዚ ኳየር ዘሚረ እንድየ ከምዚ ምዝማር ጽቡቕ እዩ ምዝማር ምዝማር ከኣ ንኣምላኽ ምምስጋን እዩ ግናኸ እንታይ ኢኻሳ ክትፈልጥ ግን ኣለካ። መን ኢኻ እስኻ? እንታይ ማለት ሓድሽ ፍጥረት ትርጉሙ? ስለምንታይ ከ ሓድሽ ፍጥረት ኣድለየ? ምስ ዝርደኣካ እስኻ እምበኣር ሕጂ'ሲ ምስዚ ናይ ዓለም ኣካይዳ ትሳነየሉ ምኽንያት የብልካን። ናትካ ኣካይዳ ኣለካ፣ ናይ ኣምላኽ ኣካይዳ እዩ ንሱ። እሱ'ዩ እቲ ሓድሽ ፍጥረት ዝብሎ ዘሎ። ምክንያቱ ወንጌል ዮሃን ዓሰርተ ሓሙሽተ ከምዚ ይብለና ካብ ጥቕሲ ዓሰርተ ኣርባዕተ ክሳብ ዓሰርተ ሸሞንተ ከም ዝርኩም እንታይ ይብል ንስኻትኩም እዚ ዝኣዘዝኩኹም ዘበለ ኩሉ እንተገበርኩም ይነግሮም ምህሮም ድዩ ይእዝዞም ከኣ ነይሩ እንተገበርኩም ኢሉ ኣዕሩኸይ ኢኹም ምክንያቱ ምእማንካ ውፅኢቱ ግብሪ እዩ ትገብርካ ነቲ ዝኣመንካዮ ብኡኻ ትመላለስ ብኡኻ ትነብር ስለዚ ኣዕሩኽተይ ይኹም ኢሎም ኣለዉ ስለዚ ኣዕሩኸይም ኣዕሩኽ እንድሕር ኴንካ ማለት ምትእምማን ኣሎ ነቲ ዝበልካዮ ከኣ ትገብሮ ንሓትሒትካ ትፍጽሞ ማለት እዩ ኣብ ዕርክነት ከምኡ እዩ ስለዚ ኣዕሩኸይ ኢኹም ኢሎም እቲ ካብ ኣቦይ ዝሰማዕክዎ ዘበለ ንኣኻትኩም ስለ ዘፍለጥኩኹም እየ ኣዕሩኸይ ዝበልኩኹም እቲ ምኽንያት ኣዕሩኸይ ዝበሎም ከኣ ኣብ ኣዕሩኽ ምትሕብባእ የልቦን ስለዚ ኣነ ኣዕሩኸይ ዝበልኩኹም ከኣ እቲ ኣቦይ ኣባይ ዘሎ እምቦ ካብ ኣቦይ ዝፈለጥክዎስ ንዓኹም እዩ ነጊረኩም የሱስ ጎይታይ ክብሪ ኣምላኽ ይኹን እዚ ክርድኣኩም እዚ ምግላጽ እዚ ክበራኩም ኣነ ጸሎተይ ምኽንያቱ እንታይ ይብል ኣሎ እቲ ካብ ኣቦይ ዝሰማዕክዎ ዘበለ ንኣኻትኩም ዘፍለጥኩኹም እየዕርኸይ ዝበልኩኹም ባርያስ ጎይታ ዝገብሮ ይፈልጥን እዩ ደጊም ባሮት ኣይብለኩምን እዩ ዓለም ባርያ ትገብረካ ማለት እዩ እቲ ውዱቕ ዝኾነ ብሉይ ዝኾነ ሲስተም ኣብ ቅድሚ ኣምላኽ ብሉይ እዩ እሱ ንኣኻ ባርያ እዩ ዝገብረካ ንስኻ ግን ውጹ ሓረኻ ትኸውን ዘለኻ ብክርስቶስ የሱስ ኣነ ሓሪኹኹም እምበር ንስኻትኩም ኣይሓሪኹምን ክትከዱን ፍረ ክትፈርዩን ስለዚ እቲ ፍረ ማለት እቲ የሱስ ዝገብሮ ዝነበረ እቲ የሱስ ዝነብሮ ዝነበረ ህይወት ንሱ እዩ እቲ ፍረ ፍረ ክትፈርዩን ፍሬኹም ነባሪ ክኸውን ነቦ ብስመይ ዝለመንኩምዎ ዘበለ ምእንቲ ክህበኩም ነዚ መደብኩኹም። ስለዚ የሱስ ኣብ ብዙሕ ኾይኑ ሕጂ ማለት እዩ። የሱስ ክርስቶስ ከምቲ ሓደ ኣብ ናዝሬት፣ ኣብ የሩሳሌም፣ ኣብ ይሁዳ ዝመላለስ ዝነበረ ዘይኮነሲ፣ ኣብ ገሊላ ዘይኮነስ እንታይ ደኣ፣ ሕጂ የሱስ ክርስቶስ ኣብ ኩሉ ኣማኒ ኮይኑ ብከምዚ ሕጂ ፍሬኩም ነባሪ ዝበሎ ካልእከ ነዚ መደብኩም የሱስ ክርስቶስ ኣብ ኩሉ ክግለጽ ብኣመንቲ እዩ እቲ ዕላማ ኣምላኽ እዩ ማለት እዩ ክብሪ ኣምላኽ ብከምኡ እዩ ምድሪ ምልዋ ዝበለ ዝባረኮም ፍሬ ተባዝሑ ዝበሎም ክብሎም ከሎ እኮ ክባረኮም ከሎ እዚ ክብሪ እዚ ክመልእ ስለ ዘሎ እዩ ነዚ ክብሪ እዚ ክሰብ ካብኡ ምስ ሃደመ፣ ካብ ረሓቕ ምስ ረሓቐ ከኣ ኣምላኽ ግጉይ ዝኾነ ርድኢት፣ ግጉይ ዝኾነ ስእሊ ካብ ሰይጣን ምስ ተቐበለ፣ እቲ ሰብ ምስ ኣምላኽ ከኣ ነቲ ምንጽብራቕ ንባህሪ ናይ ኣምላኽ፣ ክብሪ ናይ ኣምላኽ ምንጽብራቕ ስለ ዝኾለፎ፣ የሱስ መጺኡ መሊስዎ እዚ ክብሪ እዚ። የሱስ ጎይታይ ክብሪ ንስሙ ይኹን። ስለዚ ነዚ ኢኹም ተመዲብኩም ኢሎም ነዚ መደብኩም። ንሓትሕትኩም ክትፋቐሩ፣ ምኽንያቱ ሕጂ መለክዒ ከምቲ ናይ ዓለም ኣይኮነን እቲ ፍቕሪ፣ እቲ ፍቕሪ ኣሕዋት ስለ ዝኾንኩም ትፋቐሩ ኢኹም ንሓትሕትኩም። ብመንፈስ ቅዱስ ኣሎ ዝመጽእ ሓቀኛ ፍቕሪ ማለት እዩ። እዚ ዝእዘኩም ኣሎ ዓለም ተጸልኣትኩም ናይ ቅድሜኹም ከም ጸላእቲ ንፍለጡ ምክንያቱ ንሱ ካይድኡ ምስ ናይ ዓለም በበይኒ ስለኾነ ስለዚ ንዕኡ እንድሕር ጸሊኣቶ ንሕና ካብኡ ሰንነብር ዘለና ክጸልኣና እያ እንድሕር ዘይትሰማማዕ እንድሕር ኣሊኻ ግን ንስኻ ኣይተረድኣካን ኣሎ ማለት እንድሕር ዘይጽልእ ኣሊኻ ጽሉል ኢኹም ካብ ትብሎም ግን እቲ ካይድኻስ ከጽልኣካ እዩ ምክንያቱ ምርጫታት እዩ ስጉምትታት እዩ ውሳኔ ተሃልዩ ካልእ ካብ ዓለም ተትኾኑስ ዮ ጥቕስ ዓሰርተ ትሽዓተ ኣብኡ ኣብ ዓሰርተ ወንጌል ዮሃን ምዕራፍ ዓሰርተ ሓሙሽተ ጥቕስ ዓሰርተ ትሽዓተ ክሳብ ዕስራ ሓደ ከም ይቕጽል ካብ ዓለም ተትኾኑስ ዓለም ነቲ ናታ ዝኾነ ትፈትዎ እያ ስለዚ እቲ ንስኻትኩም ትኸድዎ ዘለኹም ኣካይዳ ኢኹም እወ ኣብ ዓለም ነርኩም ኢኹም ኣለዉ ከማን ኮብ ዓለም ግን ሕጂ እስኹም ኣተሓሳስባኹም ሂወትኩም መንገድኹም ሲ ናይ ዓለም ኣይኮነን ምኽንያቱ ካባይ ስለ ዝሰማዕኩም ኣነ ስለ ዘፍለጥኩኹም ክትገብርዎ ስለ ትጅምሩ ዘለኹም ኣነ ከኣ ምሳኹም ስለ ዘለኹ ሕጂ ካብ ዓለም ኣይኮንኩምን ዓለም ነቲ ናታ ዝኾነ ትፈትዎ እያ ስለዚ ንስኻትኩም ኣምሊጥኩም ኢኹም ናታ ኣይኮንኩምን ካብ ሕጂ ክፅሉ ኢኹ ማለት እዩ ንምንታይ ፅሉ ኣለኹ ማለት እዩ ኮንፍሊክት እዩ ዝመፅእ ድሕሪ ሕጂ እቲ ኮንፍሊክት ምምፃእ ካለት ሓደ ንበዚ ክብል እቲ ሓደ ንበዚ ክብል ስኻ ሕጂ ትሒዝካያ ዘለካ ሂወት ምስቲ ቡሊ ኣይራኸብን እዩ ንሱ እዩ ቡሊ ዝበሎ ምፈተወትኩም ነይረ ኣነ ዳኣ እየ ካብ ዓለም ዝሓረኹም እምበር ካብ ዓለም ኣይኮንኩምን ስለዚ ዓለም ትፀልኣኩም እያ ኣነ ሓሪኩም ካ ኢልዎም ንስኹም ኣይኮንኩምን እዚ ነገር ዝርኢኹም ኣነ ሓቢረ መፅአ ናባኹም ሓቢረኩም ሞይተ እስኻትኩም ምሳይ ሜትኩም ተንሲኤ እዚ ናተይ ክብሪ ሂበኩም ይብል ኣሎ እዚ ናተይ ክብሪ ወስድዎኹም ብላላቸው ነግሮም ኣሎ ናቱ ምስ ሰብ ዝመላለሱ ነበሩ እሱ ከዓ እቲ ብርሃን ሰብ ዝቦም ይገጸሎም ሰብ ነበረ ከዓ ብኸም የዕሩ ኮይ ሰብ ዝበሎም ነዚ ከንጸባርቅዎ ክጅምሩ እዮም ኣብ ህይወቶም ክሰርሕ ፍረ ክፍርእ ምክንያቱ ፍሪኦም ከዓ ነባሪ እንዳኾነ ክኸይድ ፍረ ኸኣ ክርኣ እዩ። ስለዚ እዚ ፍረ እዚ ኸኣ ኣብቲ ዓለም ዘለዎ ኣሎ ተተሓኣስባቲ ንሶም እዮም ካብቲ ተሓኣስባቲ ወጺኦም ግርጭት ክመጽእ ማለት እዩ። ነቲ ባሪኻ ጎይትኡ ኣይዓብን እዩ ኢለ ዝነገርኩም ቃል ዘክርዎ። ንኣይ ሰይጎምን እንተ ኾይኖም ንኣኻትኩም ክሰጉኹም እዮም። ቃለይ ሓልዮም እንተ ኾይኖም ከኣ ቃልኩም እውን ክሕልዉ እዮም። እምበኣር ቃል እዩ፣ መልእኽቲ እዩ፣ ዘረባ እዩ፣ ድምጺ እዩ። ሃሌሉያ ክብሪ ንኣምላኽ ይኹን ገናኸ ነቲ ዝለኣኸኒ ኣይፈልጥዎን እዮም እሞ ስለ ስመይ እዚ ኹሉ ክገብሩኹም እዮም ንኣምላኽ ስለ ዘይፈልጥዎ ሕጂ ነቶም ዘይኣመንቲ ይኮን ነቶም ኣይሁዳውያን ይዛረብ ነቶም ሃይማኖተኛታት ይዛረብ ዘሎ ሕጂ እውን ከምኡ ኣለዎ ተመሳሳሊ ኣማኒ ኮይኑ ሓደ እንድሕሪ ድምፂ ኣምላኽ ብግቡእ ደይከታተል ደይሰማዕ ኣልዩ ይኮን ከመይ ኢልካ ከም ትብሎ ከመይ ገይሩ ክኾነ ኣይክእልን እዚ ወረ ከምኡ ጥራይ ኣይኮነን ወረግ ንዓኻ ከትብኣካ ይደሊ ብዙሕ መንገዲ ንዓኻ ካራክተር ኣሳሲኔሽን ገብር ተልዩ በይ ሽምካ ይበካ ማለት እዩ ስለ ስመይ እዚ ኩሉ ክገብርኹም እዮም ክብል ከሎ እዚ ካራክተር ኣሳሲኔሽን እዩ ዋላ ምቕታል እውን ኣሎ ነቲ ባህሪ ነቲ ናትካ ዘይናትካ ሽም ይበካ ማለት ዘይሰረቕካ ሰሪቕካ ዲ ሓሳ ሓስቲኻ ብዙሕ ነገራት ይልጥፉ ናባኻ ማለት እዩ ስለዚ እዚ ኣብ ሃይማኖት እውን ኣሎ ኣመንቲ ኮይኖም ብምሮም ዘይሐድሱ ብስጋ ዝመላለሱ ኣሎ ብስጋ ማለት በቲ ብሉይ ክመላለሱ ዋናቱ ዝሓክም ክነግረና ከመይ ጌርካ ትኽእል ዲኻ ብቱም ብሉይ ክትማለስ ትኽእል እወ ሓራ ኣዋጺኻ ንክርስቶስ ሓራ ንክትከውን ኢሉ ሓራ ኣውጺእካ ወንጌል ዮሃና ዓሰርተ ሸውዓተ ካብ ጥቕሲ ዓሰርተ ኣርባዕተ ክሳዕ ሽዱሽተ ከንብር ኮይኑ ምስ ተኣሰሪ እንታይ ይብል ኣነ ቃልካ ሃብኩም ኣነ መልእኽትኻ ነገርኩም ኣነ እቲ ሓቂ ሃብኩም ከምቲ ኣነ ካብ ዓለም ዘይኮንኩ ንሳቶም ካብ ዓለም ኣይኮኑን ስለዚ ተወዲኡ ሕጂ ከምቲ ኣና ብካብ ዓለም ዘይኮንኩ ንሳቶም ካብ ዓለም ኣይኮኑን ድማ ከምቲ ኣነ ናተይ መለክዒታት ከምዚ ናይ ዓለም ዘይኮነ ንሰም እውን ሕጂ በቲ ናተይ መለክዒ ስለ ዝኸዱ ዘለዉ ተቐባልነት የብሉን በቲ ናተይ ህይወት ስለ ዝነብሩ ዘለዉ ከምኡ እዩ ካብ ዓለም ኣይኮኑ ሕጂ ካላስ ምስግጋር ኮይኑ ማለት እዩ ኣብ ዓለም ኣለኻ ካብ ዓለም ኣይኮንካ ካብቲ ክፉእ ክትሕልዎም እምበር ካብ ዓለም ከተውፅኦም ኣይኮንኩ ከምቲ ኣነ ካብ ዓለም ዘይኮንኩ ንሳቶም ካብ ዓለም ኣይኮኑን ክሳዕ ሕጂ ከም ካልእ ኣነ ይሓርየኩም ኮይንዎም ስለዚ ንሕና ኣይኮናን ንርእሳ ንስኻ ኮንካን ወይ ንስኺ ኮንኪ ንርእስኺ ካብ ዓለም ተውጽእያ እዚ ምምላጥን ምውጻእን ዝኾነልካ ብምሕረቱን ብጸግኡን ቤት ክርስቶስ ይኹን ቤት ክርስቶስ ክኸውን ከሎ ግን ንዕላማ እዩ ንስኻ ንኡ ንኽትነብር ንኡ ንኽትነብር እንተ ኮንካ ግን ሓድሽ ፍጥረት ክትከውን ኣለካ ሓድሽ ፍጥረት ክትከውን ተኮንካ ምግላጽ የድልየካ እሞ ምቕባል የድልየካ ናይ ኣምላኽ ህይወት ንዓኻ እውን እግረ ይብለልካ ምሕረትካ ምሕረት ትረክብ ትማሓር እቕረ ትባሃል ይባሃለልካ ትድሕን እዚ ሓድሽ ህይወት ከኣ ትቕበሎ እዚ ሓድሽ ህይወት ከኣ ኣብኡ ትነብር ክብ ንኣምላኽ ንየሱስ ኮይታ እዩ ቀዳይ ቆሮንቶስ ኣርባዕተ ከመይ ምዃኑ ሽዑ ክትመሃለስ ከለኻ ክንሪኦ ኢና ተቃውሞ ዝበልክዎ ካልእ ጳውሎስ ንገዛእ ርእሱ ይዛረብ ከመይ ከም ዘጋጠሞ እዚ ነገር እዚ ድሮ ጸገብኩም ሕጂ ንዘይ ኣመንቲ ኣይኮነን ንኣመንቲ ኢልዎም ድሮ ጸገብኩም ድሮ ሃብተምኩም እዚኦም እቶም ብስጋ ዝማለሱ ዘለዉ ኣመንቲ እዮም ብጀካና ነገስኩም ስጋውያን ምሽዶም ብጀካና ነገስኩም ንሕና እውን ምሳኻትኩም እንተ ነገስቲ ወሸለመ ነገስኩም ደስ ምበለን ነይሩ እቲ ምንጋስሲ ናትኩምሲ ብመንፈስ ተትኸውን ናይ ኣምላኽ ህይወት መንግስቲ ኣምላኽ ተስፋሕፍሕ ኣላ ተትኸውን ነይራሲ እስኻትኩም ግን ከምቶም ኣብ ከባቢኹም ዘለዉ ዘይደሓኑ ሰባት ኴንኩም ትመላለሱ ኣለኹም ማለት እዩ እምበር ወሸለ ለንደር ነጊስኩም ንሕና ከኣ ምነገስኩም ንምንታይ እቲ ሓቀኝ ምንጋስ ተዝኸውን ነይሩስ ኣነ ምሳኹም ነጊሰ ኣለኹ ማለት ኣምላኽ ከቢሩ ኣሎ ማለት እዩ ጥቕሲ ትሽዓተ ኣምላኽ ንኣና ሃዋርያት ድሕሪ ኩላቶም ኮይንና ከምቶም ሞት እተፈርዶም ከም ዝገበረና ይመስለኒ ምክንያቱ ሃዋርያ ሕጂ ኣነ ሃዋርያ ኣነ ገለ ጎይ ሰባት ድዮም ኣነ ነቢየ እየ ገለ ኣነ እብለኩም ኣለኹ እቲ ናይ ኣገልግሎት ናይ ነቢይ ይቕበሎን ይኣምኖን ኣብ ህይወተይ ተመኪረዮ ሃዋርያ መምህር ጓሳ ኩሉ ግን እሱ ኣገልግሎት ዝኣሉ እምበር ሽመት ኣይኮነን ዝና ኣይኮነን በንጻሩ ንስኻ ትሕቲ ኩሉ ኢኻ ክትከውን ትሕቲ ኩሉ ምዃን ማለት ከዓ እኮ ትነብር ስለ ዘለኻ ኣርኣያ ስለ ትኸውን ዘለኻ ዝያዳ መከራ ንዓኻ ይመጸካ ካብ ዓለም ዝያዳ ምንጻግ ዝያዳ ተቓውሞ ንዓኻ መጸካ ምኽንያቱ ኣብዚ ይነግር ኣሎ ኣምላኽ ንዓና ሃዋርያ ድሕሪ ኩላቶም ኮይንና ከምቶም ሞት ተፈርዶም ከም ዝገበረና ይመስለኒ ስለዚ ንዓለምን ንመላእኽትን ንሰብ ትርኢት መስሓቂ ኮይንና ኣለና ኤላፊ ንስቶም ኮይና ኣለና መስሓቂ ኮይንና ኣለና ሰብ ክርእየና እንከሎስ ይስሕቕ ብኣና የባጭወልና ኤይ እዚ እስኺ ንስኻ ፍለጥ ማንያቱ ከምዚ ሕጂ ው ኣነ ሃዋርያ ምምልጣፍ ሃዋርያ ነቢ ፓስተር እየ ገለ ከምኡ ይኮነን ኣውርሎት እዩ ርእስኻ ምግዛእ ማለት እዩ ርእስኻ ምውፋይ ማለት እዩ ርእስኻ ትውፍን ከለኻ ከዓ ተፃባኢ ይበዝሓካ እዩ ካብ ዓለም እሶም ንርእሶም ትሒቶም እዮም ዝኸዱ ነሮም ታሕቲ ወሪዶም እዮም ዝኸዱ ነሮም ንምንታይ ናይ ህይወት ናይ ክርስቶስ ክንጸባረቕ ተደኣ ኮይኑ እስኻ ድምፂ ኣምላኽ ክትሰምዕ ዘለካ ድምፂ ናይ ዝናኻ ይኹንካ ክትሰምዕ ዘለካ ሕልምታትካ ይኹንካ ራእይኻ ይኾነ ራእይ ናይ ንሱ እዩ የሱስ ክርስቶስ እዩ ነቲ የሱስ ዝኾነ መንገዲ ኢኻ ትኽእል ማለት እዩ እዚ ተሓዲሽ ፍጥረት ከመይ ኢልካ ዳሞ ሓዲሽ ፍጥረት ኣብ ዓለም ስኸሙ እንዲዮም ዝሓሱ ዳሞ ኣብቲ ዓለም ስኸሙ እንዲዮም መዝሪ ዳሞ እቶም ሽማምቶም እንዲገዝዎም ዳሞ ኖ እስኻ እስኻ ኣብዚ ንድሕር ሃዋርያ ሆንካ ትብል ኣሊኻ ሆንካ ከምኡ ይኮ እሶም ውን ሃዋርያ እንዳበሉ ኣይኮነን ዝጎዩ ነይሮም ንሶም ንርእሶም እዮም ዝውፍዩ ነይሮም ንኣምላኽ ርእሶም እዮም ዝውፍዩ ነይሮም ድምፂ ኣምላኽ ርእሶም እዮም ንሶም ዝሰማምዑ እዮም ነይሮም ምስ መንፈስ ቅዱስ ስለዚ ምስ መንፈስ ቅዱስ ምስ ሰማዕ ርእስኻ ንድምፂ ኣምላኽ ምውፋይ መመሊስካ ትርሕቕ ኣለኻ ካብቲ ሲስተም መመሊሱ ይበዝሓካ ብኸመይ ሕጂ ኣብዚ መመሊስካ ትነዓቕ ከኣ ምኽን ምኽንያቱ ከምቲ ብመስቀል የሱስ ክርስቶስ ንዓለም ዓለም ንዓይ ኣነ ከኣ ንዓለም ዝበሎ ምንዓቕ ዝነበረ ከምኡ እዩ ዓለም ንኣኻ ትንዕቐካ እያ ንስኻ ከኣ ንዓለም ንዕቅካ ኣለኻ ምኽንያቱ ትርጉም ከም ዘይብላ ትፈልጥ ኣለኻ ሓቂ ከም ዘይኮነት ህይወት ሓቀኛ ህይወት እዚ እዩ ብሉይ ምዃኑ ተረዲእካ ኣለኻ ተረዲእክሉ ንስኻ ሓድሽ ፍጥረት ኢኻ የሱስ ጎይታ ካልእ ሰብ ኢኻ ንስኻ ዘለኻ ዩ ኣር ኖት ኦንሊ አ ኖርማል ፐርሰን ሕጂ እቲ ኖርማል ዝበሃል ህይወት የብልካን ስኻ ሕጂ ናይ ኣምላኽ ህይወት እዩ ዘሎ ናይ ኣምላኽ ህይወት ደኣ ንዕኡ ስኻ ባርያ ኮንካ ንጎይታ እንድሕር ዘይተቐቢሎሞ ንዓኻ ከዓ ከይቅበሉ ኽእል ንዕኡ እንድሕር ሰጊጎሞ ከይኑ ንዓኻ ሰጓኻ ስኻ ባርያ ካብ ጎይቱ ይበልፅን ይብለሉ የሱስ ጎይታ እዩ ክብርን ኣምላኽ ስለዚ እንታይ እታ ትገብር ኣለካ ሕጂ ተራ ሓድሽ ፍጥረት ተደኣ ኮንካ እንታይ ተራ ትገብር ኣለካ ኣብዛ ዓለም ክሳብ ዘለኻ ካብ ዘላኻኽብል ከለኹ ማለት እዚ እዚ ኣሉ ክሳብ ዘሎ እቲ ብሉይ ኣተሓሳስባ ሲስተም ክሳብ ዘሎ ብኣምላኽ ተወዲኡ ጊን ኣሎ ኣሎ ምህላው ማለት እግዚኣብሄር ተኺልዎ እቲ ሓዲሽ ፍጥረት ሰብ ከኣ ካብቲ ብሉይ ተወደኤ ብሉይ ተባሂሉ እኮ ሓዲሽ ዝመጸ ተወደኤ ናብኡ ንኽኣቱ ብክርስቶስ ኣሚኑ ነቲ ሓቂ ፈሊጡ ክመላለስ ከሎ እዩ ስለዚ እስኻ እምበኣርካ ክትገብር ኣለካ ሕጂ ሓዲሽ ፍጥረት ተዋሂቡካ ዘሎ እንታይ ትገብር ቲቶስ ክልተ ካብ ጥቕሲ ዓሰርተ ሓደ ክሳብ ዓሰርተ ኣርባዕተ ከምዚ ይብለና፣ ጸጋ ኣምላኽ ተገሊጹ እዩ እሞ፣ ንኹሉ ሰብ እውን ምድሓን ኣምጺኡ ይብል። ጸጋ ኣምላኽ ተገሊጹ እዩ እሞ፣ ንኹሉ ሰብ ምድሓን ኣምጺኡ እዩ። እዚ እዩ ጸጋ እዩ እዚ ምድሓን እዩ ኮይኑ ዝኸውን ዘሎ፣ ምምላጥ እዩ ዝኸውን ዘሎ፣ ምስግጋር እዩ ዝኸውን ዘሎ፣ ካብ ብሉይ ናብ ሓድሽ፣ ካብ ሞት ናብ ህይወት። ጸጋ ኣምላኽ ተገሊጹ እዩ እሞ፣ ንኹሉ ሰብ ምድሓን፣ ንኹሉ ሰብ፣ ንዓኻ፣ ንዓኺ፣ ኣይኮነን ንኹሉ እዩ ክርዳእና ክኽእል ኣለዎ እቲ ብሩህ ተስፋ ናይ እቲ ዕዙዝ ኣምላኽና መድሓኒና የሱስ ክርስቶስ ምግላጽ ክብሪ እናተጸቤና እዚ እምበኣር ሕጂ ንስኻ ትገብሮ እስኺ ትገብርዮ ግፍዕን ዓለማዊ ትምኒትን ክሒድና ኣብዚ ዓለም እዚኣ ብጥንቃቕን ብጽድቅን በምልኹን ክንነብር ይምህረና ኣሎ ስለዚ እምበኣር ሓድሽ ፍጥረት እምበኣር ይመሃር እዩ እቲ ሓድሽ ፍጥረት ማለት ከዓ ዝኾኖ ክኸዶ ዘለዎ መንገዲ ከመይ እዩ ግፍዕን ዓለማዊ ትምኒትን ይኸዱ። እሱ ሕጂ እዚ ትምኒትዚ እዚ ግፍዒዚ የለን ኣብኡ ምሉ ክመጾ እንከሎ እዚ ሓሳብዚ ክኽሕዶ ኣለዎ እምቢ ክብል ኣለዎ ኣብዚ ዓለም እዚኣ ብጥንቃቕን ብጽድቅን ምክንያቱ ጽድቂ ኣብቲ ሓድሽ ፍጥረት ጥራይ እዩ ዘሎ ኣብቲ ናይ ኣምላኽ ህይወት ጥራይ እዩ ዘሎ እስኻ ከተንጸባርቆ ኣለካ እዚ ናይ ኣምላኽ ብጽድቅን በምልኾን ክንነብር ይምህረና ጸጋ ኣምላኽ ይምህር የሱስ ክርስቶስ ካብ ዓመፃ ዘበለ ምእንቲ ሓረ ከውፅኣና ዝነበርናዮ ዝነበርክዮ ዝነበርክዎ ዓመፃ እዩ ነይሩ እዚ ዓለም ንሪኦ ከዓ ዓመፃ እዩ ማለት እቲ ብሉይ ዓለም ጌና ኣሎ ዝኸይድ ዘሎ ግን ብሉይ እዩ ምዉት እዩ ሓድሽ ፍጥረት ኣሎ ጎኒ የሱስ ክርስቶስ ካብ ዓመፃ ዘበለ ምእንቲ ሓራ ካውፅኣና ምስ ወፃእካ ንርእሱ እውን ንሰናይ ግብሪ ዝቐንእ ገንዘቡ ዝኾነ ህዝቢ ስለዚ ናይ ገዛእ ርስኻ ይኾንካን ሕጂ ገንዘብ ኣምላኽ ይኸ ናይ ገዛእ ርእስኻ ይኹንካ ናይ ገዛእ ርእስኻ ይኹንካ ገንዘቡ ዝኾኖን ህዝቢ ምእንቲ ኸንፅህ ኢሉ ንሰናይ ግብሪ ዝቐንዕ ናይ ኣምላኽ ሰናይ ግብሪ ሰናይ ምዃኑ ኣምላኽ ሪኡ ሰናይ ግብሪ ግብሪ ናይ ኣምላኽ የንጸባርቕ ማለት እዩ ብተማቓሊ ባህሪ ናይ ኣምላኽ ስለዝኾን ዘሎ ተኻፋሊ ባህሪ ስለዝኾን ዘሎ ምእንቲ ከንጽህ ኢሉ ነፍሱ በጃ ሓለፈ ሕጂ ንርኣዩ ስለዚ ብበጃ ምሕላፍ ዝመጸ ሓድሽ ፍጥረት ንሰናይ ግብሪ ዝቐንእ ንግፍዕን ዓለማዊ ትምኒትን ዝኽሕድ እዩ ብዓለም ክጽላእ ክጽላእ እዩ ምኽንያቱ እቲ ዝኸዶ መንገዲ ኣገባብ ዝኽተሎም በበይኑ እዩ ናይ ሓድሽ ፍጥረት እዩ እምበር ኣብ ብሉያ ብሉይ ሕጂ ክኸዶ ይግብኦን እዩ ብኸምኡ እዩ ሕጂ ሓድሽ ፍጥረት ኮንካ ክሃድ ይብል ሕጂ ግፍዕን ዓለማዊ ትምኒትን ክሃድ ብጥንቃቐን ብጽድቅን ተመላለስ ንሰናይ ግብሪ ክትቀንእ ኢሉ እዩ ኣምላኽ ንሰናይ ግብሪ ዝቐንእ ህዝቢ ክኾኖ ገንዘቡ ክኾኖ ኢሉ። የሱስ ክርስቶስ ካብ ዓመጻ ዘበለምንቲ ሓራ ከውጽኣና ንርእሱ ንሰናይ ግብሪ ዝቐንእ ገንዘቡ ዝኾኖን ህዝቢ ምእንቲ ከንጽህ ኢሉ ንነፍሱ ስለዚ ንሱ በጃ ክሓልፍ ከሎ ንብዙሓት ኢሉ እቶም ብዙሓት ንኦም ወኒኑ ሕጂ ንርእሶም ኣይኮኑ ንዕኡ እዮም ክኾኑ ኢሉ መይቱ ንዕኡ ክኾኑ ኢሉ ነዚ ሓድሽ ፍጥረት ክነብሩ ኢሉ መይቱ የሱስ ጎይታ ክብሪ ኣምላኽ ኤፌሶን ኣርባዕተ ካብ ጥቕሲ ዕስራን ክልተን ጀሚረ ከንብብ እንታይ ይብል ነቲ ቀደም እተመላለስኩምሉ ብትምኒት ስሕተት ዝጠፍእ ኣረጊት ሰብ ቀንጢጥኩም ንሱ ብትምኒት ስሕተት ዝጠፍእ ሰብ እዩ ቀንጥጥዎ እዚ ኢሉ ኣርሕቕዎ ካባኹም ዝተሓስበ ገዲቡ ኢሉ በቲ ናይ ኣእምሮኹም መንፈስ ክትሕደሱ ብናይ ኣምላኽ ብናይ የሱስ ክርስቶስ ሓሳብ ምሕዳስ ኩሉ ግዜ ሕጂ ምክንያቱ ስኻ ሕጂ ናይ ኣምላኽ ህይወት ዘለካ ናይ ኣምላኽ ዘረባ እዩ ስለዚ ንዑ ሰሚዕካ ተዛረብ ንዑ ሪኢኻ ግበር ሓውኻ ሓፍትኻ ኣቦኻ ኣዴኻ እቲ ሓዱሽ ፍጥረት ዘይኮነ ኣተሓሳስባ ኣብዚ ዓለም ትሪኦ ዘለኻ ሲስተም ብኡ ኣይትምልኦ ኣእምሮኻ መንፈስካ ብኡ ሕዱስ ይብል ናይ ኣእምሮኹም መንፈስ እቲ ብናይ ሓቂ ጽድቅን ቅድስና መልክዕ ኣምላኽ ተፈጥረ ሓድሽ ሰብ ልበሱ ምልቦት ሰንዑ ኣንጸባርቁኑ ንሱ ዩ ቅድስና ንሱ ዩ ምልክዕ እዚ ናይ ኣምላኽ ዘለዎ ንሱ ዩ መልክዕ ኣምላኽ ዘለዎ ተፈጥረ ንሱ ዩ እዚ ሓድሽ ፍጥረት ንሱ ባኻ ዘሎ ንሱ ልበሶ እቲ ካልእ እበዮ ንዑ ምስኡ ልሳነ ኸኣ ንየሱስ ክርስቶስ ብልዓ ካብ የሱስ ክርስቶስ ተመገብ ምስ መንፈስ ቅዱስ ተሰማማዕ መንፈስ ቅዱስ ኩሉ ግዜ ግዜ ኣሎካ ምስ መንፈስ ቅዱስ ድምጺ ኣምላኽ ስማዕ ኣብ መወዳእታ ከምዚ ይብለና ሮሜ ዓሰርተ ክልተ ጥቕሲ ክልተ እቲ ሰናይን ባህ ዘብልን ምሉእ ፍቓድ ኣምላኽ እንታይ ምዃኑ ምእንቲ ክትምርምሩስ ስለዚ ሕጂ እምበኣር ምክንያቱ ርእስኻ ስለ ዘይትነብር ሕጂ ንኣምላኽ ስለ ትነብር ፍቃድ ኣምላክ ክትፈልጥ ኩሉ ግዜ ተግበር ምሕዳ ሓሳብካ ሓሳብካ ይሓ ተሐድሶ ሓሳብካ ሐድስ ሓሳብካ ሐድስ ኣብቲ ብሉይ ዘሎ ሓሳብ ንዓካ ይምልከተካ ናይ ሕጂ እቲ ዝነበርካዮ ሕጂ ኣይትዘክሮ ኢሉካ እቲ ናይ ቀደም ኣይትዘክር ኢሉ ኣይትሕሰብ ኢሉካ ኣብ እስያስ ኢና ከምዝረኣናዮ ኣይትሕሰብዎ ኣይትሕሰብዎ እንታይ ደኣ እቲ ናይ ሰናይን ባህ ዘብልን ሙሉእ ፍቓድ ኣምላኽ እንታይ ምኽንያቱ ጽቡቕ ግብሪ ኢኻ ክትገብር ሕጂ እንታይ እዩ ሰናይ እዚ ንኣምላኽ ባህ ዘብሎ ምኽንያቱ እስኻ ሕጂ ክርስቶስ እዩ ኣብኻ ኮይኑ ዝሰርሕ ዘሎ ሕጂ ክርስቶስ እዩ ዝግለጽ ሕጂ ክርስቶስ ዝግለጽ ክርስቶስ ዝነብሮ ዝነበረ ህይወት እሳ ክትነብሮ ሕጂ ኣምላኽ ትልካ ምኽንያቱ ሕጂ ኣነ ተኸትኩ ይሓይሽ ኢሎም ጎይታ ማለት ናይ መንፈስ ቅዱስ ምምጻእ ከምኡ እዩ ድና ሕጂ ስለዚ እምበኣር ሕጂ ግን ኣሽ ክርስቶስ ማለት ንስኻ ክርስቶስ ኣብ ኩሉ ኮይኑ ኣሎ ስግኡ ኣብ ኩሉ ቦታ ኣላ ሕጂ ንስኻ ርእሲ ኮይኑ ኣሎ ማለት እዩ ስለዚ ካብኡ ትወስድ ማለት እዩ እቲ ሰናይን ባህ ዘብል ምሉእ ፍቓድ ኣምላኽ እንታይ ምዃኑ ምእንቲ ክትምርምሩስ ምሕዳ ሓሳብ ክትለወጡ እምበር ነዚ ዓለም እዚ ኣይትምሰሎ ነታ ጥፍእቲ ዓለም እዚኣስ ኣይትምሰሎ ነዚ ብሉይሲ ኣይትምሰልዎ ይብላ ክብሪ ንኣምላኽ ይኹን የሱስ ጎይታ እዩ። ስለዚ ኣብቲ ቀጻሊ ብዛዕባ መንግስቲ ኣምላኽ እቲ ሓድሽ ፍጥረት ኣብ መንግስቲ ኣምላኽ ከመይ ከም ምዃኑ ሓደ እዩ ሓድሽ ፍጥረትን መንግስቲ ኣምላኽን ዝብል ትርእስቲ እቲ ካልኣይ ክፋል እንታይ ይኸውን ብዛዕባ ሓድሽ ፍጥረት ኣብ መንግስቲ ኣምላኽ ከመይ እታ መንግስቲ ኣምላኽ ከመይ እያ ማለት ከም ሕጂ መንግስቲ ኣምላኽ ከመይ ኣበይን መኣስን ዝብል ነይሩ ማለት ነይረ ነይረ ንሱ ከምኡ ንሱ ዲኹም ክዛረብ ዘይል ሓጅ ዝርዝር እንታይ ደኣ እዩ ምስዚ ናይ ሓድሽ ፍጥረት ዘሎ ምትእሳታ መንግስቲ ኣምላኽ ማናቱ ንስኻ ሓድሽ ፍጥረት ክኾን ከለኻ ኣብ መንግስቲ ኣምላኽ ክትመላለስ እዩ ማናቱ ወንጌል መንግስቲ ኣምላኽ እዩ እቲ ወንጌል ንብሎ ናይ መንግስቲ ኣምላኽ ወንጌል እዩ እዚ ክርዳኣና ክእል ኣሎ እቲ ወንጌል ሲ ወንጌል መንግስቲ ኣምላኽ እዩ ጎይታ ከምኡ ኢሉ ሃዋርያ ጳውሎስ ከምኡ ኢሉ ኣብ ቀጻሊ ብዛዕባኡ ክዛረብ ማለት እዩ ንሎሚ ኣብዚ ወዲእ ኣለኹ ድሕሪ ዝኾነ ብዛዕባ ናይ ሎሚ ዓንቱ ሕቶ ተልዩኩም ርእቶ ተልዩኩም ወላ ተቓውሞ እንተድይኩም እዚ ከምዚ እንድዩሞ ከምዚ ኢልኩም ክትጽሕፉ ትኽእሉ ኢኹም ምኽንያቱ ኣነ ዝደልዮ ኢሂን ሚሂን እንዳበልካን እንዳተራዳእካ ኣነ ከኣ እም ክህነት ናይ ኩሎም ኣመንቲ እየ ዝኣምን ፕሪስትሁድ ኦፍ ኦል ብሊቨርስ ኩሉ ኣማኒ ካህን እየ ዝኣምን ኣነ መጽሓፍ ቅዱስ ከምኡ ስለ ዝብለና ምእማን ጥራይ ኣይኮነን ኣእምሮ ካብ ኣእምሮ ምኽዛን ጥራይ ኣይኮነን ኣብ ግብሪ እውን ኣብቲ ኣኼባ ከምኡ እየ ዝደሊን ዝገብርን ኣነ ማለት ስለዚ ከምኡ ስለ ዝኣምን ኣነ ክሰምዕ ጽን ይብል ካብ ሓወይ ይመሃር ካብ ሓፍተይ ይመሃር ሓወይ ወይ ሓፍተይ ካባይ ይመሃሩ እዚ እዩ እቲ ጉዕዞ ናይ ክርስትና ማለት እዩ ስለዚስ እቲ ከም ዝበልክዎ ብዚ ትምህርታት እዚ ክሕድሰካ ወይ ክሕድሰኪ ይኽእል እዩ ምናልባት ብዙሕ ኣይሰማዕካን ከም ዝትከውን ትኽእል ኢኻ ግን መርምር መንፈስ ቅዱስ ሕሰብ ግዜ ውሰድ መጽሓፍ ቅዱስ ኣንብብ ሕቶ ዘይበርሃልካ ተልዮ እሽሽ ኣይትበሎ ኢልካ ኣይተሕለፍዎን ደጋገሞ ስለምንታይ እዚ ከምዚ ይብል ኣሎ ድሓር መጽሓፍ ቅዱስ ብጥቅስታት ብምዕራፋት ተማቃቀሊ ኣይኮነን ናብነት ወላ ብ ሓድሽ ኪዳን ሪኢናዮ መልእክታት እንከሎ ብምሉኡ ከ መልእክቲ ናብ መን ስለምንታይ ጻሒፉ እንታይ ይብል እንታይ ክብል ደሊቱ ጸሓፋይ እንታይ ይብለኒ መንፈስ ቅዱስ ሕጂ ሬማ ሕጂ ንዓይ እንታይ ኣሎ መልእክቲ እንታይ ክቅበል ኣነ እንታይ ይብለካ መንፈስ ቅዱስ ሕጂ ኣብ ሰዓት እዚ ወሳኒ እዩ ትለጎ ኣሎ ግሬማ ንዓኻ ሕጂ ሕጂ እንታይ ይብለካ ኣሎ እግዚኣብሄር በዚ ቅዱስ ጽሑፍ እዚ እናንበብካዮ እንከለኻ ኣእምሮኻ ተኸፊቱ ልብኻ ተፍ ምስትውዓልካ ተኸፊቱ መልእኽቲ ትቕበል ትኽእል ወላ ኣብ ሂወትካ እውን ትንቢት ክመጽእ ይኽእል እዩ ባዕልኻ ክብሪ ኣምላኽ ንየሱስ ጎይታ እዩ ስለዚስ ናይ ሎምዓንቲ ዝይመስል ኣብቲ መጽእ ቪድዮ ክትከታተሉ ከኣ እዕድመኩም ማለት እዩ ተቐጻሊ ናይቲ ካልኣይ ክፋል ክህልዎ እዩ ስለዚ ክሳብ ሽዑ ንራኸብ እግዚኣብሄር የፍቅረኩም እዩ እግዚኣብሄር ይሓልልኩም እዩ